ኣርእስተ ዜና ኢትዮጵያ ናይ ብዙሓት ብሄራት፣ ብዙሓት ቋንቋታት፣ ብዙሓት ባህልታት፣ ብዙሓት እምነታት፣ ብዙሓት ስልጣነታት፣ ብዙሓት ጀጋኑ ሃገር እያ። ከንቲባ ኣዳነች ኣበቤ ብምኽንያት ሓድሽ ዓመት ልዕሊ ሓሙሽተ ሚእቲ ሽሕ ንዝኾኑ ነበርቲ መኣዲ ምክፋለን ገሊፀን። ካብ ወፃኢ ኣሜሪካዊ በዓል ሃፍቲ ዓለም ኤለን መስክ

ሰላም ጥዕና ሃበለይ ዝኸበርኩም ተመልከትና ካብ ኢቲቪ መደብ ቋንቋ ትግርኛ ዕለታዊ ማዕድ ዜና ካብ ሰዓት ጀሚሩ ናባኹም ከብልዩ ማዕድ ዜና ነምራሕኹ ናዝሬት በሪሁ ሓቢረኩም ክጸኒሐ ፈለማ ሓጸር ዜናታት
ሕብረ ብሄራዊነትና መለለዪ ሓድነትና። ኣብዚ መዓልቲ ጀሚርናዮም ዘለና መድረኻት ሃገራዊ ምኽክር ዓምዲ ሕቘን ሽኻል ሓድነትናን ኾይኑ ክኽምበት ቃልና ነሐድሰሉ እዩ። ኢትዮጵያ ናይ ብዙሓት ብሄራት፣ ብዙሓት ቋንቋታት፣ ብዙሓት ባህልታት፣ ብዙሓት እምነታት ብዙሓት ስልጣነታት ብዙሓት ጀጋኑ ሃገር እዮም ኢትዮጵያ ህብር እያ ኩሉ ናይና ብናትና ዝተዋሃቡ ዝተዋሃቡ እዮም ንኹሉ ነኽብር ብኹሉ ንኾርዕ ሕብረ ብሔራዊ መልክዕና ሓድነትና ድማ ህልውናና እዩ እዞም ሕብራዊ ጸጋታትና ኣብ ሓንቲ ሃገር ኣብ ኢትዮጵያ ዝርከቡ እዮም ዕላማና ሓደ ናይ ፖለቲካን ቁጠባን ማሕበረሰብ ምህናጽ እዩ ሽቶና ናይ ኢትዮጵያ ምዕባለ እዩ እዚ እዩ ሓድነትና ዝተበታተንና ሕብርታት ኣይኮናን፣ ዝተጨፍለቕና ሓደ ዓይነታት ኣይኮናን፣ ንሕና ሕብረ ብሄራዊ ሓድነት ዘለና ኢትዮጵያውያን ኢና ክብሉ ቀዳማይ ሚኒስትር ዶክተር ኣብዪ ኣሕመድ ገሊፆም።

ሓዱሽ ሓጎስ ብሓዱሽ ተስፋ ሓዱሽ ዘመን እንትመጽእ ብብርሃን ተስፋ ዕምበባ ይደምቕ ድሙቕ ጉዕዞ ይኸውን። ዘመን ብዘመን እንትትካእ ብፍላይ ኢቲቪ ትግርኛ ሓጎስን ፍሽኽታን ሒዙ ንገዛና ደበኽ ይብል። ሓዱሽ ዓመት ሓዱሽ ንክኸውን ዝተፈላለዩ ምድላዋት ዛዚሙ

ሕብረ ብዙሕ ኢትዮጵያውያንን ተወለድቲ ኢትዮጵያን እንኳዕ ንመዓልቲ ህብር ብሰላም ኣብፅሐኩም ክብል ግልጋሎት ኮሚኒኬሽን መንግስቲ ገሊፆም። ኣርባዕተ ጳጉሜን መዓልቲ ህብር ህብርና ንሰላምና ብዝብል መሪ ሓሳብ ተኸቢሩ ውዒሉ። ኢትዮጵያውያን መዓልቲ ህብር ዓመት ሙሉእ ክነኽብሮ ዝግባኣና እዩ ዝበለት ግልጋሎት ብብሄር፣ ቋንቋ፣ ኣረኣእያ፣ ብመልክዓ ምድሪ፣ ኣመጋግባ፣ ኣነባብራ ኣከዳድና ወዘተ ሕብርና ብዙሕ እዩ፣ ሕብራውነትና እውን ሰፊሕ እዩ ክብል ገሊጹ። እዚ ሕብርና ድማ ጽባቐና፣ ሕብረትና፣ ፍልፍል ጥንካረናን ሓጎስናይን እዩ ኢሉ። ኣከዳድና ደጉዓ ንቆላታይ ብርቁ እዩ ብምባል፣ ናይ ሓደ ብሄር ሳዕስዒት ንኻልእ ሓዱሽ ልምድን ፍልፍል ሓጎስን ከምዝኾነ እውን ሓቢሮም። ናይ ሓዴና ኣረኣእያ ንኻልኦትና ትምህርቲ እዩ። ኣብ ሓደ ከባቢ ዘሎ መልክኣ ምድሪ ንኻሊእ ጽባቐኡ ከምዝኾነ ገሊጹ። ህብር ተፈጥራዊ ኣብ ዝኾነላ ኢትዮጵያ ናይ ብዙሕነትና መኽሰብ እናተኻፈሉ ምንባር ዕድል እዩ ኢሉ። መኣዲ ምእንጋድ ምልክት ፍቕሪ፣ መዘከርታ ጽቡቕ ሕውነት እዩ። መኣዲ ምእንጋድ ክቡር ባህልና እዩ እውን ኢሉ። ሰላም ዝዓሰለላ ጥንክርቲ ሉዓላውነታን ምዕባለኣን ዝተረጋገፀ ዲሞክራሲያዊት ኢትዮጵያ ምህናፅ እንኽእል ብሕብረት እዩ ክብሉ ብምክትል ቀዳማይ ሚኒስትር ማዕረግ ናይ ዲሞክራሲ ስርዓት ህንፀት ማእኸል ምትሕባር ሓላፍን ምክትል ፓርቲ ብልፅግናን ፕሬዚዳንት ኣይተ ኣደም ፋራሕ ገሊፆም። ናይቲ ፓርቲ ዋና ቤት ፅሕፈት ሓድሽ ዓመት ምክንያት ብምግባር ትሑት ኣታውን ዘለዎም ልዕሊ 150 ዝኾኑ ክፋላት ሕብረተሰብ ድጋፍ ገይሮም። ኣይተ ኣደም ፋራሕ ፓርቲና ኣብ ዝሓለፉ ዓመታት ዘመዝገቦም ዓወታት ውፅኢት ህብር እዮም ኢሉ። ህብር ንኢትዮጵያ ብሓቂ ፅቡቕ እዩ። ኣብ ኢትዮጵያ ናይ ተሓሳስባ ብሄር፣ ቋንቋ፣ ብዙሕነት፣ ሃይማኖት፣ መለክዒ ፅባቐ፣ በረከታት ብኣግባቡ ምትእንጋድ ንህብር ወሳኒ ከምዝኾነ ሓቢሮም። ትማሊ ናፅነትና ብደምናን ዕፅምትናን ምኽባር ዝኸኣልና ህብራዊ ዝኾነ ህዝቢ ኢትዮጵያ ተደሚሩ ብሓባር ደው ምባል ከም ዝኾነ ገሊፆም። ዝተፈላለዩ ፅዕንቶታት ውሽጡን ወፃን ብምፅዋር ህሉና ሃገር ምሕላው ዝኸኣልና ብህብር ኢሎም። ውፅኢት ረሃፅና ዝኾነ ዓብዩ ግድብ ህዳሰ ኢትዮጵያ ምዝዛም ብርኪ ምብፃሕ ዝኻለ ሃገራዊ ዓቕምና ደሚርና ብህብር እንትንሰርሕ እዩ ክብሉ ኣብሪሆም። ኢትዮጵያውያን ንዘበናት ሓልየምዎ ዘፅንሕዎ ክብሪ ሓድነት ብምጉልባት ንሰላም ክሰርሑ ከም ዝግባእ ኣቦታት ሃይማኖት ገሊፆም። እቶም ኣቦታት ሃይማኖት መዓልተ ብር ምክንያት ብምግባር መልእኽቲ ኣመሓላሊፎም። ዋና ኣካያዲ ስራሕ ላዕለዋይ ቤተ ክህነትን ሊቀ ጳጳስ ሃገረ ስብከት ባህር ዳርን ከባቢኡን ብፁዕ ኣቡነ ኣብርሃም ሓዱሽ ዓመት ኩሉ ንሰላም ደው ብምባል ፈጣሪ ዝፈትዎ ስራሕ ምስራሕ ከም ዘለዎ ገንዚቦም። ሰላም፣ ሓድነትን ኣኽብሮትን ከምኡ እውን ንምድጋፍ ኩሉ ብፅሒቱ ክዋፃእ ከም ዘለዎ እውን ሓቢሮም። ሓድሽ ዓመት እንትንቅበል ብንስሃ ዝሓለፈ ይቕረ ብምባል ንዝመፅእ ፍቓድ ፈጣሪ ንምፍፃም ክንልዓዓል ኣለና ኢሎም። ፕሬዚዳንት ጉዳያት ቤት ምኽሪ እስልምና ኢትዮጵያ ሼክ ሓጂ ኢብራሂም ቱፋ ብግደኦም ባህጊ ኩላትና ሰላም፣ ሓጎስ፣ ፍቕርን ሓድነትን እዩ ኢሎም። ሰዓብቲ ዝኾነ ይኹን እምነት ሰላም ምርጭኦም ብምግባር ንሰላምን ሓድነትን ቀዳምነት ምሃብ ከም ዝግባእ ሓቢሮም። ቤት ጽሕፈት ላዕለዋይ ጉባኤ ጳጳሳት ካቶሊካዊት ቤተ ክርስቲያን ዳይሬክተር ቤተሰብ መእመናን መናእሰይን ሃዋርያዊ ግልጋሎትን ኣባ ኣብነት ኣበበ ኣብ ሓዱሽ ዓመት ንሰላምን ሓድነትን ብምስራሕ ኩሉ ትፅቢት ዝግበረሉ ክዋፃእ ከም ዝግብኦ ሓቢሮም ናይ ኢትዮጵያ ወንጌላውያን ኣብያተ ክርስቲያናት ሕብረት ፕሬዚዳንት ፓስተር ጻድቁ ኣብዶ ንቕበሎ ዓመት ባዕልና ንባዕልና ተኸባቢርና ይቕረ ይቕረ ተበሃሂልና ክንከውን ኣለዎ ኢሎም። ናይ ኢትዮጵያ ወንጌል ኣመንቲ ኣብያተ ክርስቲያን ካውንስል ዋና ጸሓፊ ቄስ ደረጀ ጀንበሩ ንቕበሎ ዓመት ንሃገርን ህዝብን እወንታዊ ነገር ንሰርሐሉ ክኸውን ከም ዝግባእ ገሊጾም። ከምኡውን ሃገርና ነገልግለሉ ኢድ ንኢድ ተተሓሒዝና ንሰላም ደው ንብለሉ ክኸውን ኣለዎ ኢሎም። ፕሬዚዳንት ሰባተኛ ቀን ኣድቬንትስ ቤተ ክርስቲያን ፓስተር ታደሰ ኣዱኛ ዝሓለፈ ብምግዳፍ ክፉእ ሓሳብ ብምውጋድ ንባዕልኻ ብምርሓቕ ጽቡቕ ምልባስ ከም ዝግባእ ሓቢሮም ናይ ኢትዮጵያ ቃለ ህይወት ቤተ ክርስቲያን ዋና ጸሓፊ ዶክተር ስምኦን ሙላቱ ንዝተወሰኸልና ዓመት ፈጣሪ እናመስገና ክፍኣትን ተንኮልን ክነወግድ ይግባ ኢሎም

ምምሕዳር ከተማ ኣዲስ ኣበባ ሓዱሽ ዓመት ምክንያት ብምግባር ልዕሊ 500 ሽሕ ዓቕሚ ንዘይብሎም ሰብ ውዕለታ ሃገርን ኣብ ትሑት ናብራ ዘለዉ ሰራሕተኛታት መንግስትን ማዕዶ ኣንጊዱ። ከንቲባ ምሕዳር ከተማ ኣዲስ ኣበባ ኣዳነች ኣቤ ማሕበራዊ ሚዲየን ኣብ ዘመሓላለፎ መልእኽቲ እንግዶት መኣዲ ጥራሕ ዘይኮነስ ንወገናትና ዘለና ፍቕርን ኣኽብረትን እውን እንገልጸሉ መንገዲ እዩ ኢለን። እቲ መኣዲ ምእንጋድ ወገናትና እቲ በዓል ብሓጎስ ንከሕልፍዎ ዝሕግዝ እዩ ክብላ እውን ገሊፀን። ሰብ ተኮር ፖሊሲ መንግስቲ ኣንፈትን ፃውዒትን ብምቕባል ስርሖም ካብ ዝረኸብዎን ወገናቶም ምክፋል ባህሊ ንዝገበሩ ሰብ ሃፍቲ እታ ከተማን ገበርቲ ሰናይን ንዝገበርዎ ድጋፍ ኣመስጊነን። ማዕድ ዜና ንቐፅል ሕዚ ድማ ብዝርዝር ናብ ንሪኦም ጉዳያት ክንሓልፍ ኣብ ዘፈር ቴክኖሎጂ ብዛዕለ ፃዕሪ ምስራሕ ኣብ ዝሓፀረ እዋን ቴክኖሎጂ ካብ መንጎ ዝምህዙ ሃገራት ኢትዮጵያ ንክትምደብ

ስራውን ከጀመረ። ሓሙሽተ ሚእቲ ኮደር ኢትዮጵያ ተፈጢራ፣ ዲጂታል መለለዪ ተግባራዊ ተገይሩ፣ ዲጂታል ፊርማ ኣብ ኩሎም ዘፈራት ስራሕ ዝጅምር ተኾይኑ ኣብ ዝሓፀረ እዋን ኢትዮጵያ ብኣኹም ብደቃ ብቴክኖሎጂ ምስ ዝምህዙ ሃገራት ተነሓናሒት ትኾን እያ። እዙይ ድማ እንሓስቦ ምዕባለ ጋህዲ ይገብሮ እዩ። ንስኻትኩም ምሩፅ ዘርኢ ኮይንኩም ዝወሃበኩም ስልጠና ወሲድኩም ብዝለዓለ ፃዕሪ ሰሪሕኹም ካብ መንጎኹም ካብ ሓሙሽተ ክሳብ ዓሰርተ ሳይንቲስት ዝወፅእ እንተኾይኑ ንኢትዮጵያ እኹል እዩ። ካብ ሓሙሽተ ክሳብ ዓሰርተ ስራሕ መሃዚ፣ ካብ ሓሙሽተ ክሳብ ዓሰርተ ቴክኖሎጂ ዝምህዝ ዜጋ ተሃልዩ ምስሊ ኢትዮጵያ ንክቕየር ይኽእል እዩ።
ቴክኖሎጂ መሰረት ዕቤት ምዃኑ ዝገለፁ እቶም ቀዳማይ ሚኒስትር ሕርሻ ሓዊሱ ካልኦት ዘፈራት ዝዓብዩ ብቴክኖሎጂ እንትሕገዙ ጥራሕ ምዃኑ እውን ኣልዒሎም። ነገን እያየ
ነገን እያለመ በትጋት ዛሬ የማይሰራ ሰው የተሻለ ነገር መፍት መቆጣጠር ኣይችልም። ፅባሕ እናረኣየ ንፅባሕ እናሓለመ ብፃዕሪ ሎሚ ዘይሰርሕ ሰብ ዝሐሸ ፅባሕ ምፍጣር ኣይኽእልን። ብዙሓት ኣብ መንጎ ሕልምን ተስፋን ኾይኖም ዝነብሩ ብዙይ ምኽንያት እዙይ እዩ። ተስፋን ሕልምን ይፈላለ እዩ። ሕልሚ ስራሕ ይሓትት እዩ። ድኻምን ሚላ ኣሰራርሓን ይሓትት እዩ። ከይደኸምና ለውጢ ስለ ዘይመጽእ ስድራ ከየጸገምኩም ሓላፍነት ተስፋ ከም ዘለዎ ዜጋ ብጻዕሪ ንክትሰርሑ ሓደራ ምባል ይፈቱ። ናይዞም ሰራሕተኛታት ስድራ ዝኾንኩም እንኳዕ ደስ በለኩም።
ከንቲባ ከተማ ኣዲስ ኣበባ ወይዘሮ ኣዳነች ኣቤ ብምክንያት ሓዱሽ ዓመት ልዕሊ 500 ሽሕ ንዝኾኑ ነበርቲ ከተማ ኣዲስ ኣበባ መኣዲ ምክፋለን ገሊፀን። ንፀብፃብ ሩት ወርቁ ደሃብ ያሲን
ብምኽንያት ሓድሽ ዓመት ከንቲባ ከተማ ኣዲስ ኣበባ ኣዳነች ኣበቤ መርሃ ግብሪ ምክፋል መኣዲ ወጊነን። ኣብቲ መርሃ ግብሪ ዓቕሞም ዝደኸሙ ሰብ ውዕለታ ሃገርን ብትሑት እቶት ዝመሓደሩ ሰራሕተኛታት መኣዲ ተቋዲሶም እዮም። እዚ እውን ንወገናትና ዘለና ፍቕርን ክብርን መርኣያ እዩ ክብላ እተን ከንቲባ ገሊፀን እየን። በዛሬው ዕለት ከኣምስት መቶ ሺህ በላይ የሆኑ የከተማችን ነዋሪዎች። ሎሚ ልዕሊ ሓሙሽተ ሚእቲ ሽሕ ዝኾኑ ነበርቲ ከተማና ምክፋል መኣዲ ክግበረሎም እዩ። እዚ መደብ ኣብ ኩሉ ክፍለ ከተማታትን ወረዳታትን ዝካየድ እዩ ዝኸውን። ነዚ ንክገብር ድማ ሰብ ልምዓት ከተማና ዘይተቋደሰ ዝተርፍ ሰብ ንከይህልውን ንዓኹም ዘለና ፍቕርን ክብርን ኢሉ እውን ብዛዕባኹም ከም እንሓስብ ንገልጸሉ መገዲ እዩ። እንኳዕ ደስ በለኩም እንኳዕ ኣብፀሐኩም። ኮሚሽን ኮሚሽነር መተሓባበሪ ተሳትፎ ሕብረተሰብን ሰናይ ፍቓድን ታንኳይ ጆክ ብወገኑ ኣብ ክልተ ሽሕን ዓሰርተ ሽዱሽተን በጀት ዓመት ሓደ ነጥቢ ክልተ ሚልዮን ነበርቲ መኣዲ ምክፋሎም ሓቢሮም። ዜጎች የበከወብካን ኣገልግሎትን ባል በማድረግ፣ ዜጋታት ግልጋሎት ሰናይ ተግባር ብምሃብ ሰናይ ስራሕ ብምውጋን ንማሕበረሰብ እጃሞም ንኸበርክቱ ምምሕዳር እቲ ከተማ ኣብ ክልተ ሽሕን ዓሰርተ ሽዱሽተን ዓመተ ምህረት ሓጋይን ክረምትን ማእኸል ሰብ ዝገበሩ ትልምታት ውፅኢታዊ ተግባር ወጊኑ እዩ። ብዝተወገነ ሰብኣዊ ተግባር እውን ብፍላይ ብመደብ ምክፋል መኣዲ ብምኽንያት ምኽባር ናብራ ንፀገም ዝተቓልዑ ሓደ ነጥቢ ክልተ ሚሊዮን ነበርቲ ከተማና ተረባሕቲ ገይሩ እዩ። ሓገዝ ዝተገበረሎም ነበርቲ ብወገኖም ብዝተገበረ ምክፋል መኣዲ ሕጉሳት ምዃኖም እዮም ዝገለፁ። እኔ ደስታ ነው የተሰማኝ ስተደውሎ ስጠራ ማለት። ኣነ ተደዊሉ ምስ ተፀዋዕኩ ሓጎስ ተሰሚዑኒ እዩ። ንኣውደኣመት ብምዃን ድማ ቆልዑ እውን ስለ ዘለዉኒ ትሕቲ ሰብ ኮይኖም ከይውዕሉ ስለ ዝተገበረ ብጣዕሚ እዩ ደስ ኢሉኒ። ለዓመት በዓል ዓስበውን እንደዝኽ። ንኣውደኣመት ሓሲቦም ምዝካሮም ብጣዕሚ እዩ ደስ ኢሉኒ። ፅቡቕ እዩ። ንተሓሳሰብ ንተሓባበር ብኸምዚ እውን ንቐፅል ዝብል። ምምሕዳር ከተማ ኣዲስ ኣበባ ንነበርቲ እታ ከተማ ዝጠቕሙ ተግባራት ብስፍሓት እናወገነ ከምዝርከብ እውን ተሓቢሩ እዩ።
ህንፀት ሕብረ ብሄራዊት ሃገረ መንግስቲ ብዙሕ ፃዕርን ቅብብል ወለዶን ዝሓትት ምዃኑ ምሁራት እቲ ዓውዲ ይገልፁ። ዋሕስ ሓበራዊ ቃል ኪዳኖም ድማ ምልኣተ ህዝቢ ዝተስማዕመዐሉ ሕገ መንግስቲ ባይታ ክሕዝ ምግባር ከምዝኾነ ይግለፅ። ኢትዮጵያውያን ብሕብረት እንተሰሪሖም ዘይዕውትዎ ትልሚ ከምዘየለ ፕሮጀክት ዓብዪ ግድብ ህዳሴ ኢትዮጵያ ምርኣይ ይከኣል እዩ። ፍስሃ መብራህቱ ንጳጉሜን ኣርባዕተ መዓልቲ ህብር ዝምልከት ተወሳኺ ትንታነ ሒዙ ኣሎ።
ህንፀት ሕብረ ብሄራዊ ስርዓት መንግስቲ ኣብ ጉዕዞ ነዊሕ እዋን ብምስትጻምር ህዝቢ ዝፍጠር ሕብረትን ሓድነትን እዩ። ሓበራዊ ታሪኽ ትማሊ፣ ሓበራዊ ሓድግታት፣ ባህልን ሃይማኖትን ዝውንን ህዝቢ ኣብ ፕሮጀክት ሃገራዊ ህንጸት ተረኽ ምፍጣርን ባይታ ምትሓዝን ድማ ነዊሕ ጉዕዞ ዘመዝገበ ምዃኑ ዝተረጋገጸ ሓቂ እዩ። መሰረት ሕብረትን ሓድነትን ህዝቢ ብሓባር ኮይኖም ዝወነንዎም ሓበራዊ መስዋእቲ፣ ታሪኽ፣ ዝተጎራረሰ ባህልን ቋንቋን ዋላ እንተኾነ፣ ሓበራዊ ባህጊ መጻኢ ዘበን ቁልፊ እጃም ሕብረ ብሄራዊ ምትእስሳር እዩ። ሕብረ ብሄራዊ ስርዓት በብእዋኑ ብኸይዲ ህንፀት ስርዓት ዲሞክራሲ፣ ሰላምን ህንፀተ ቁጠባ ሃገርን ዝምዕብል ምዃኑ ኣብቲ ዓውዲ ዝነጥፉ ሰብ ሞያ የረጋግፁ። ኢትዮጵያ ልዕሊ ሓደ ሚእትን ዒስራን ሚልዮን በጽሒ ህዝቢ ዝሓዘት፣ ኣብ ውሽጣ ኣስታት ሰማንያ ቋንቋታት፣ ብዝሃ ባህልን ኣነባብራን ዝወነነት ሃገር እያ። ህዝባ ከም ሰንሰለት ተኣሳሲሮም፣ ከም ከውሒ ጸኒዖም ንዘበናት ታሪኽ እናሰርሑ ዝመጹ ህዝብታት ምዃኖም ታሪካት ማህደር የረጋግጹ። ባዕዳዊ ወራራት እንተጋጥሙ ኣፈላላዮም ንጎኒ ገዲፎም ቆፎኡ ከም ዝተተንከፈ ንህቢ ሓቢሮም ቅያ ዝፍጽሙ ህዝቢ እውን እዮም። ታሪኽ ኲናት ዓድዋ ሓደ መርኣያ ጽንዓትን ሕብረትን ኢትዮጵያውያን እዩ። ኣብቲ ዘበን ዝነበሩ መራሕቲ ኣብ ውሽጦም ዝጸንሐ ንሕንሕ ስልጣን መን ሓዘ ከይዓገቶም ልኣላውነት ሃገር ኣይነድፍርን ኢሎም ካብ ኣርባዕቲኡ ኩርናዓት ኢትዮጵያ ህዝቢ ኣውሒዞም ኣብ ጎቦታት ዓድዋ ዝነቀጹሉን ወራሪ ኣሕፊሮም ዝመለሱሉን ታሪኽ ቅድሚ ሓደ ሚእትን ዒስራን ሸሞንተን ዓመታት ምዝካር ኣድላይ እዩ። ሕብረት ኢትዮጵያውያን ኣብ ኲናትን ኣይድፈርን በሃላይነትን ጥራሕ ዝግለጽ ኣይኮነን። ኣብ ልምዓትን ማሕበራዊ ሓላፍነት እውን ብሰፊሑ ዝረኣ እዩ። ብፍላይ ኣብ ዓብዪ ግድብ ህዳሴ ኢትዮጵያ ዝተረኣየ ሕብረ ብሄራዊ መልክዕ ጸጋን በረከትን ኢትዮጵያውያን ንምዃኑ እምነ ኩርናዕ ልምዓት ተገይሩ ዝውሰድ እዩ። ዓብዪ ግድብ ህዳሴ ኢትዮጵያ ኃይል እንትጅምር ቋንቋ፣ ብሔር፣ ባህሊ፣ ሃይማኖትን ከባብን ከይዓገቶ ህዝቢ ካበ ኩሉ ጫፋት ኢትዮጵያ ኩለመዳያዊ ኣሰሩ ከም ዘንብር ቃል ዝኣተወሉ ምንባሩ ተዘክሮ ቐረባ ጊዜ እዩ። ህንፀት ሕብረ ብሄራዊ ሃገረ መንግስቲ ብዙሕ ውረድ ደይብ ዝሓትትን ሕልኽላኽ ዝበዝሖ ጉዕዞ ስርዓተ መንግስቲ እዩ። ኣብ ዓለም እውን ብዘይ ፀገም ዝተፈፀበለን ሃገራት ክሳብ ሎሚ ኣብ ታሪኽ ዝተመዝገበ ኣይተርኣየን። ይኹን እምበር ሕብረ ብሄራውነትን መፃኢ ዕድሎምን ብምብራኽ ንጸገማቶም ምእላይ ዝቐለለ መንገዲ ኮይኑሎም ተራእዩ እዩ። ብሩህ መጻኢ ዕድል ህዝብታትን ሓደ ፖለቲካ ቁጠባ ሕብረተሰብ ንምፍጣርን ኣብ ዝግበር ርብርብ እውን በዓል ዋና ሕብረ ብሔራዊ ህዝቢ ምዃኑ ምርግጋጽ ዝሓትት እዩ። ቀጻልነት ሃገር ምስ ሓቢርካ ምንባር ህዝብታት ስጡም ዝምድና ዝፈጥር ኮይኑ፣ ሓበራዊ ባህግታት፣ ሓበራዊ ተረባሕነት፣ ሓበራዊ ራእይ ኣብ ሓደ ዛዕባ ክዓስል ዝገብሩ ፕሮጀክትታት ምሕንጻጽ ድማ ኣድላይቲ እዮም። ሕብረ ብሄራዊ ሓድነት ሱር ክሰድድ ዝተፈላለዩ ትካላትን በዓላትን ከራጉዱ ዓሊሞም ተሰይሞምሉ እዮም። ንኣብነት መዓልቲ ብሄር ብሄረሰባትን ህዝብታትን ኢትዮጵያ ሕብረ ብሄራዊ ፅባቐታት ዝንፀባረቐሉ በዓል እዩ። ኣብ መንጎ ህዝብታት ዘሎ ኣፈላላይ ባህሊ፣ ቋንቋ፣ ሃይማኖትን ናብ ሓደ ብምምፃእ ሕብረ ብሄራዊ መልክዕ ሒዙ ንዝሓለፉ ዓሰርተ ሸሞንተ ዓመታት ኣብ ኣደባባይ ክፅምበል ዝፀንሐ በዓል እዩ። ኣብዚ በዓል ካብ ዝረኣዩ ባህላዊ ሳዕስዒትን ሙዚቃዊ ምርኢትን ብተወሳኺ ኣብ መንጎኦም ዝፍጠር ምልላይ፣ ምትእስሳርን ሕውነትን ፍቕርን ኣብ ምንጋስ ልዑል እጃም ክህልዎ ተባሂሉ ዝተጀመረ በዓል እዩ። ኣብ መንጎ ህዝብታት ማዕርነታዊ ሓድነትን ምክብባርን ከንብር በብዓመቱ ዕስራን ትሽዓንተን ሕዳር ብባይቶ ፌደሬሽን እናተመርሐ ኣብ ዝተፈላለዩ ክልል ከተማታት ዓብዪ ሃገራዊ ፕሮጀክት ተገይሩ ክኽበር ዝፀንሐ በዓል እዩ። መዓልቲ ብሄር ብሄረሰባትን ህዝብታትን ኢትዮጵያ ካልኦት ብትካላትን መንግስታዊ መሓውራትን ዝግለጹ ሕብረ ብሔራዊ ነጸብራቓት ባይቶ ወከልቲ ህዝብን ባይቶ ፌዴሬሽንን ገለጽቲ ኣብነታት እዮም። ህዝቢ ብወከልቶ ኣቢሉ መንግስቲ ዝምስርተሉ ስርዓት እዩ። እዚ ድማ መረጋገጺ ዓርሰ ምሕደራን ውክልናን ሕብረ ብሔራዊ እዩ ካብ ዘብልዎ ሓደ ይኸውን። ሰንደቕ ዕላማ እውን ምልዓል ይከኣል። ምልክት ልኣላውነትን ሕብረ ብሄራውነትን ኢትዮጵያውያን ተገይሩ ዝውሰድ እዩ። እቲ ሰንደቕ ዕላማ ካበ ላዕሊ ንታሕቲ ሓምለዋይ፣ ብጫ፣ ቀይሕን ሕብሪ ብማዕረ ዓቐን ንጎኒ ዝተቐመጡ ኮይኖም ኣበ ማእኸሉ ዝቕመጥ ሃገራዊ ምልክት ብሄር ብሄረሰባትን ሃይማኖታትን ብማዕርነትን ሓድነትን ንምንባር ዘለዎም ተስፋ ዘንፀባርቕ ምዃኑ ኣብ ስራሕ ዘሎ ሕገ መንግስቲ ፌድሪኢ የረድእ። ብዝሃ ቋንቋ፣ ባህሊ፣ ሃይማኖትን ኣተሓሳስባን ኣብ ዝወነነት ሃገር ሕብረ ብሄራዊ ስርዓተ መንግስቲ ምህናፅ ኣቐሊልካ ዝረአ ኣይኮነን። ፈፂሙ ኣይከኣልን ዋላ እንተዘይተብሃለ ብዘመናት ፃዕርን ቕብብል ወለዶን ዝፍፀም እዩ። ሓደ እዋን ተጀሚሩ ዝውዳእ ኣይኮነን። እኳ ደኣስ ብቐፃልነት ዝዕመም ዛዕባ እምበር። ኣብ ሕሉፍ ጉዕዞ ህዝብታት ዝተፈጠሩ ተረኻትን ዋልታ ዝረገጹ ኣተሓሳስባታትን ንሓንሳእን ንሓዋሩን መልክዕ ኣትሒዝካ ምኻድ ይሓትት። ነዙይ እውን እዩ ኮሚሽን ሃገራዊ ዘተ እዞም ዋልታ ዝነቆጡ ኣተሓሳስባታት ኣተዓሪቑ ሃገራዊ ምርድዳእ ንምፍጣር ዕላማ ሓንጊጡ ዝተጣየሸ ሃገራዊ ፕሮጀክት ኾይኑ ዘሎ። ሓሳባት መንቀሊ ጎንፅታትን ዘይምርድዳእን ተረኻትን ታሪኻትን ህዝቢ ክዝትየሎም ኣብ መፍትሕታቶም ክረዳዳእን ቁልፊ ተግባሩ ዓቲሩ ሕብረ ብሄራዊት ሃገር ከበስር ጉዕዞ ጀሚሩ ኣሎ፣ ኮሚሽን ሃገራዊ ዘተ። ሓበራዊ ቃል ኪዳን ዘንበሩ ህዝብታት ሓድነቶም ጽኑዕ፣ መጻኢኦም ብሩህ እዩ። ወሓሶም ድማ ምልኣተ ህዝቢ ዝተስማዕምዕሉ በብግዜኡ ዝሕደስን ህልዊ ኩነታት ኣብ ግምት ዘእተወን ሕገ መንግስቲ ባይታ ክሕዝ ምግባር እዩ። ብምሉእነት ክትግበር እውን ናጽነት፣ ማዕርነት፣ ፍትሕን ልዕልነት ሕግን ምዕሳል ግድን ይኸውን። እዚ ጽኑዕ መሰረት እናሓዘ እንትኸይድ ሕብረ ብሄራዊ ሓድነታ ዝተረጋገጸ ሃገር ዕላዊ ምዃኑ ዘይተርፍ ርትዒ እዩ። ባህጊ መብዛሕትኡ ኢትዮጵያዊ እዩ ኢልካ ድማ ምውሳድ ይከኣል። ነዚ መራጎዲ ክኸውን ምእንታን እውን ኣርባዕተ ጳጉሜን ሎሚ ዓመት መዓልቲ ሕብሪ ብዝብል ቴማ ብዝተፈላለየ መርሃ ግብሪ ተጸንቢሉ ውዒሉ ኣሎ።
ዓብዪ ግድብ ህዳሰ ኢትዮጵያ መርኣይ ሓድነትን ውፍይነትን ኩሎም ኢትዮጵያውያን ምዃኑ ይሕበር። ናይዚ ውፅኢት እውን ኣብ ቀረባ እዋን ክልተ ተርባይና ስራሕ ምጅማሮም ዘዝከር እዩ። ኢትዮጵያውያን እንተሓቢሮምን ሓድነቶም ተፅኒዖምን ሃገሮም ኣብ ዝሓፀረ እዋን ካብ ተፀባይነትን ድኽነትን ከም ዘውፅእዎ እውን ይግለፅ። ኣብዚ ጉዳይ ምራ ሰላም መረሳ ተወሳኺ ሒዙ ኣሎ።
ኣብ መድረኽ ፖለቲካ ዓለምና ረብሓ ሃገር ንምሕላው ሃገራት መሰል ሃገራት ንምሕፍጣጥ ናብ ልተፈላለየ ዓለም ለኸ ትካላት ሰባተን ኣብ ለስርጋሉን ፍትሒ ኣብ ለዛባዕሉ ስርርዕ ምዕባለ ሃገራት ዞባዊ ድሌታቶም ኣብ ምቕናይ ለዕርፎ ጽልዋ ግምት ውሽጢ ለእተወ ዓለም ለኸ ጽልዋታት ኣብ ለለሉን ብጭቡጥ ኣብ ልተርኣየሉን ኢትዮጵያውያን ኣብ ቁርፂ እዋን ናብ ሓደ ዓሰሉ። እዚ ተርእዮ ቕድሚ ባይታ ምሓዙ ብዛዕባ እቱ ህንፀት ዕላው ትግበር ተሎ በርባዕቲኡ ሸነኽ ሃገር ልርከብ ኢትዮጵያዊ ኢትዮጵያውነቱ ብገዋሒ ድምፂ ብግርማ ሞገስ ኣስመዐ። ናይ ዘበናት ሕቶ ሃገር መጋቢት ዕስራን ኣርባዕተን ክልተ ሽሕን ሰለስተን ዓመተ ምህረት መልሲ ንምርካብ ስጉሚ ጀመረ። የባለቤትነት ማረጋገጫ ካርታችን ነው።
ኣብ ኸምዚ ዓይነት ዜጋዊ ተሳትፎን ንጥፈትን ጎኒ ንጎኒ ፖለቲካዊ ምዕባለታት ባይታ እንዳሓዙ ህዝባዊ እምብለይ መሰረት ብለንበረ መንግስታዊ ስርርዕ ለውጢ ቅርፂ ነቢሩሉ ለውጢ መንግስቲ መሰረት ብለቐመጠ ልክዕ ከም ካልኦት ብዙሓት መንግስታዊ ትካላት ሃገርና ምንቅስቓስ ግድብ ህዳሰ እውን ናይ ሪፎርም ስራሕቲ ኣብ ልዕሊኡ ከዓልብ ግድን ነበረሞ ንሪፎርም ኢዱ ሃበ። ኣብ ኸይዲ ህንፀት ነበረ ዓንቀፍቀፍ ኽቡር ቐዳማይ ሚኒስትር ብኸምዚ ኣብሪሆምዎ ነይሮም። ይህ ግድብ
መላው የኢትዮጵያ ህዝብ እና የኢትዮጵያ ወዳጆች ሊገነዘቡ የሚገባቸው። መላእ ህዝብ ኢትዮጵያን ፈተውቲ ኢትዮጵያን ከስተውዕልዎ ልግባእ። ሓሳብን ገንዘብን ከምኡ እውን ግዘ ጥራሕ ነዚ ግድብ ኣይሃነፆን። ብደም እውን ዝተሃንፀ እዩ። ኣብ ልሓለፉ ሓሙሽተ ዓመታት ብልተፈላለዩ ዛዕባታት ኣብ ልተፈላለዩ ኣንፈታት ግንባራትን ተወጢራ እንተላ ክበዝሕን ክንእስን ብልቀራረብ ኣግባብ ዓሰርተ ሓሙሽተ ሽሕ ዝፅግዑ ዝተፈላለዩ ጉጅለታት ሓይልታት ወፃኢ ብምዕላም ጠመተኦም ኣብ ግድብ ህዳሰ ገይሮም ንክሰርሑ ኣዋፊሮምልና እዮም። ስሚንቶ ካብ ምፍራይ ክሳብ ኣጓዒዝካ ኣብዚ ናብ ለሎ ስራሕ ንምዕንቃፍ ዓሰርተ ሓሙሽተ ሽሕ ዝጽግዑ ልተፈላለዩ ሽም ልውንኑ መንነቶም ናይና ልኾኑ ልተሸወጡ ውልቀ ሰባት እዚ ስራሕ ኣብ ለለሉ ብርኪ እንከይበጽሕ ንከይዛዘም ብዙሕ ግዘን ገንዘብን ህይወትን ኣጥፊኦም እዮም። ካብ ሃገር ሓሊፉ ንታሕተዎት ሃገራት ተፋሰስ ብዓቕን ኽንደየናይ ኸም ልረብሕ ኣብ ልግለጸሉ፣ ምምላእ ግድብ ህዳሰ ኽቡር ቐዳማይ ሚኒስተር ካብ ሃገር ልዘለለ ውሕስና ምርግጋጽ ግድኡ ገዛኢ ምዃኑ የረጋግጹ። ይህ በአፍሪካ የመጀመሪያው ትልቁ ግድብ ነው። እዚ ብብርኪ ኣፍሪካ ፈላማይ ዝዓበየ ግድብ እዩ። ልሓዝናዮ ልዓቖርናዮ ማይ ሃፍቲ ታይ ምዃኑ ንፁር እዩ። ኣፍሪካ እትበሃል ንታሕተዎት ተፋሰስ ሃገራት እውን ልሓወሰ ሱዳንን ግብፅን ብጣዕሚ ክድግፍዎ ልግባእ ግድብ እዩ። ኣብ ልኾነ ሰዓት ሃገራት ታሕተዎት ተፋሰስ ጠለብ ማይ እንተሃልይዎም ኣሕዋትና ከምዚ ልበለ ልኸምዚ ጠለብ ማይ ኣለና እሞ ርድኡና እንተኢሎም ምርካብ ልኽእልሉ ዕድል ይፍጠር። እዙይ ታይ ትኾን ተሎ እዩ? እንተዓቑርና። ሃገራዊ ድሌታት ግምት ውሽጢ ብምእታው ጥራሕ ልግበር ምንቅስቓስ ኣብ ልኾነ ከባቢ ንልርከብ ዜጋ ዓለም ከይሓሲ ብስምምዕነታትን ብሕግታትን ኣብ ትቕየድ ዓለም ንሕጊ ብኣግባብ ብዙሕ ለይተባባዕ ንምጥቃምን ረብሓታት ባይታ ኣብ ምትሓዝን ልነጥፉ ኣካላት ብስሩዕ ወይ ከዓ ኮንቬንሽናል ዲፕሎማሲ ምስ ልግበሩ ፃዕርታት ንረብሓ ሃገርና ልተሓናንቑ ሓርበኛታት ህዝባዊ ወይ ከዓ ፓብሊክ ዲፕሎማሲ ስለ ክብራ ልተጓዓዝዎ ርሕቐት ዓሚቕ እዩ። ሃይማኖታውን ማህበራውን ምትእስሳራት ወዚሖም ስለ ድሌቶም ልጓዓዝዎ ርሕቐት ካብ ሓቂ ኢትዮጵያ ለይዛይድ መሰረት ኹሉ ኢትዮጵያውነት ምዃኑ ኣግሂዶም ስለ ሃገር ልኽፈል ኸፊሎም እዮም። ላባእስ ኣቁል ብኣና ያኒ እስትምራር ሃዚህ። ንልተደልየ ሽቶ እንርከበሉ ብርኪ ዝምንና ወይ ከዓ ፍልጠት ሃጓፍ ይህልዮ እዩ ብልብል ግጉይ ስልሒት ማይ ዓቑርካ ናብ ረብሓ ንምውዓል ልጥለብ ዓቕን ግዘ ክስለሐልና እንትብል ኣይኾን እዩ ልብል ሳይንሳዊ ርትዒ ልድረኽ መትከል ብምሽካል እዋን ብግቡእ ምጥቃም ተኻኢሉ እዩ። ከወንድሞቻችን ጋር ስንናገር። ምስ ኣሕዋትና ንላዘብ ተለና ብሰለስተ ዓመት፣ ኣርባዕተ ዓመት፣ ሓሙሽተ ዓመት፣ ክል ግዘ ውሽጢ እቲ ልድለ ማይ ክዕቆር ይኽእል እዩ ንብል ተለና ንሳቶም ሸውዓተ፣ ዓሰርተ፣ ግበሩ ትብል ተለው ይከኣል እዩ ንብል ነበርና ነዚ እዩ ይከኣል እዩ። ውረድ ደይብ ናብ ጎልጎል ንምቕያር ኣብ ለኽእል ብርኪ ተሰጊሩ ሙሉእ ብርሃን ንምርኣይ ልሰርዕ ጥጡሕ ፀፍሒ ተበፂሑ ንምባል ለድፍር ሓቂ ርቱዕ ኾይኑ ኣሎ። እንዳያችሁት ኣዞር ቱደይ። ከም እትሪኦ ለለኹም ኣብ ሎሚ ኣርባዕተ ተርባይን ሓይሊ ይፍልፍል ኣሎ እዩ ኣብ ልሓለፈ ክልተ ነይሩ ሕዚ ክልተ ሓዊሱ ኣርባዕተ ብምዃን ሓይሊ የፍሪ ኣሎ ምናልባሽ ኣብ ሰለስተ ተበዚሑ ኣርባዕተ ዋርሕ እንተኸደ ኣብ ታሕሳስ ተወሰኽቲ ሰለስተ ተርባይናት ስራሕ ክጅምሩ እዮም፣ ሸውዓተ ተርባይን ማለት እዩ። ሰባት ተርባይን ማለት እዩ። ብዙሕ ኣፈላላያት ኣብቲ እንግዳ ዓለምና ኣፈላላያት ዓሪቅኻ ንምኻድ ልግበሩ ጻዕርታት ተተባባዕቲ እዮም። ንምቑላፍ ከይዲ ህንፀት ግድብ ህዳሰ ልተኸደ ርሕቐት ሓሊፉ ኣብ ልርከበሉ ብርኪ ተበፂሑ ኣሎ። ነዞም ኣፀገምቲ ማሕለኻታት ክቡር ቀዳማይ ሚኒስትር ፌዴሪኢ ዶክተር ኣብይ ኣሕመድ ብኸምዚ ይዝክርዎ።
ክሓልኹና ልፈተኑ ሓይልታት ቕትለት ፈጺሞምልና ክዀኑ ይኽእሉ እዮም። ሰባት ጨውዮምልና ክዀኑ ይኽእሉ እዮም። ገለ ተሽከርከርቲ ኣዕንዮምልና ክዀኑ ይኽእሉ እዮም። ከምዚ ዀይኑ እውን ደው የበሉናይ። ነዚ ስራሕ ዛዚምናዮ ኢና። ግድብ ህዳሰ ሓይሊ ንፍልፍል፣ መዕቖቢ ጥዕና ኣዴታትና፣ ብርሰት ደኒ ንምንካይ ፍቱን፣ ፍታሕና ሓይሊ ንዝደልዩ ሃገራት ወጻኢ ሸይጥና ቁጠባዊ ዲፕሎማሲና ሚዛን ነትሕዘሉ፣ ሃገራት ካብ ለይግቡእ ወጻኢ ውሒስና ዞባዊ ምትእስሳር ንግዲ ግሁድ ንገብረሉ ውሕስና ሃገር እዩ። ግድብ ህዳሰ ተንተርኢሶም ልተፈጥሩ ሰብ ሰራሕ ደሴታት ዕዳጋ ቱሪዝም ሃገርና ኣብ ዱልዱል ፀፍሒ ንክዓልብ ኣንፋቲናን ኻልኦት ቡዙሓት ለይተገልፁን እዩ። ግድብ ህዳሰ መሰረት ተገይሩ ልፍጠር ከተማ ንጥፈት ህንፀት ወይ ከዓ ኮንስትራክሽን ብልዑል ኣንቀሳቂሱ ቁጠባ ሃገርና ኣብ ፅኑዕ እምነሰረት ናይ ምቅማጥ ተመላኽ ግደ ከወስድ እዩ። እዚ ቐፃሊ ቀንዲ ጠመተ ክወሃቦ ልግባእን ብቁልጡፍ ናብ ስራሕ ክኣቲ ናይ ቡዙሕ ዜጋታት ህፁፅ ትፅቢት እዩ።
ዜና ወፃኢ ኣሜሪካዊ በዓል ሃፍቲ ዓለም ኤለን መስክ ክሳብ 2027 ንቁፅፅር ኣውሮፓውያን ፈላማይ ትሪልየነር ክኸውን ይኽእል እዩ ክብል ግሎባል ኤዱኬሽን ጸብጺቦም ህንዳዊ ጓታም ኣዳኒ ኣሜሪካዊ በዓል ዋና ኩባንያ ኔቪድያ ጆንሰን ሁዋንግን ኢንዶኔዥያዊ ፕራጆጉ ፓንጊስቶን ምስ ኤሎን መስክ ትሪልየነራት ንምዃን ከምዝነሓንሑ ተሓቢሩ። ሰለስተ ሰብ ሃፍቲ ክሳብ 2028 ሃፍቶም ሓደ ትሪልዮን ዶላር ከምዝበጽሕ እቲ ጸብጻብ ኣመላኺቱ። ኤሎን መስክ ሓደ ዓመት ቀዲሙ ፈላማይ ትሪልየነር ዝኾነሉ ዕድል ከምዘሎ ድማ ሓቢሩ። ማዕዲ ዜና ቅድሚ ምዝዛሙ ቀንዲ ቀንዲ ነጥብታት ዜና ኢትዮጵያ ናይ ብዙሓት ብሔራት፣ ብዙሓት ቋንቋታት፣ ብዙሓት ባህልታት፣ ብዙሓት እምነታት፣ ብዙሓት ስልጣነታት፣ ብዙሓት ጀጋኑ ሃገር እያ ክብሉ ቀዳማይ ሚኒስትር ዶክተር ኣብዪ ኣሕመድ ገሊፆም። ከንቲባ ኣዳነች ኣበቤ ብምኽንያት ሓዱሽ ዓመት ልዕሊ ሓሙሽተ ሚእቲ ሽሕ ንዝኾኑ ነበርቲ መኣዲ ምክፋለን ገሊፀን። ካብ ወፃኢ ኣሜሪካዊ በዓል ሃፍቲ ዓለም ኤለን መስክ ክሳብ 2027 ኣቆፃፅራ ኣውሮፓውያን ፈላማይ ትሪሊነር ክኸውን ይኽእል እዩ ክብሉ ክብል ግልጋሎት ኢዱኬሽን ፀብፂቡ። ዕለታዊ መኣዲ ዜና ዝተኸታተልኩምዎ ነይሩ። ንስለ ምክታልኩም የመስግን። መኣዲ ዜናና መራሕቡ ናዝሬት በሪሁ ሓቢረኩም ጸኒሐ።